ስመይ ካሌብ ይበሃል። ዝነብረሉ ኣብ ኣዲስ ኣበባ እዩ። ኣብ ኣዲስ ኣበባ ምስ ስድራይ ዝነብር ሓሙሽተ ኣሕዋት እውን ኣለውኒ። ኣነ በኹሪ ገዛ እየ። በኹሪ ገዛ ከም ምዃነይ መጠን ድማ ብዙሕ ነገር ባዕለይ ዝፀሮ ኣቦይ ንዓና ከዕቢ ናብ ዘይኣትዎ ስራሕ የለን ዝረኸቦ ስራሕ ከይነዓቐ እንዳሰርሐ የዕብዩና በዚ ሓርኮትኮት ኢሉ ውን ንእሽተን ድኳን ኣውጺኡ ንሱ ብደጊኡ ክሰርሕ ከሎ ኣነ ቁሩብ ኣብ ዝጎበዝኩሉ ድማ ንዓይ ሂብኒ ማለት ኣነ ከመሓድሮ ኣነ ውን ኣይሕፈርክዎን ጽቡቕ ምስራሕን ቀለብና ምኽኣልን ጀሚረ በዚ ከኣ ናይ ገዛ መነባብሮ እንዳተመሓየሸ መጺኡ በዚ ቀጺለ እቲ ኣቦይ ዝሃበኒ ንእሽተይን ድኳን ናብ ስፖር ማኬት ዓብያ ኣብ ሓሙሽተ ቦታታት ከፊተ ሕጂ ወዲ ዕስራን ሓሙሽተን ዓመት እየ ኣብ ጽቡቕ ናይ መነባብሮ ኩነታት እየ ዝርከብ ኩለን ባዕለይ እየ ዘመሓድረን በዚ ንባዕለይን ንስድራይን ጽቡቕ ዘመሓድር ሰብ ኮይነ ግን ኣብ ህይወተይ ዝጎደለኒ ነገር ነይሩ ኣፍቃሪት ክትህልወኒ ብጣዕሚ እየ ዝምነ ነይረ በቃ እቲ ናይ ብሓቂ ፍቕሪ ክስማዓኒ ካብ ልበይ ከፍቅርን ይደሊ ነይረ ኣብዚ ግዜ እዚ ድማ ብኣጋጣሚ ኣብ ቤተክርስቲያን ንሳ ክትስዕም ኣነ ከኣ ናይ ዓርከይ ክርስትና ኣቦ ኮይነ ኣብ ቤተክርስቲያን ይሪኣ መልክዓ ርእይ ኣቢልካ ዘደንግጽ መልክዕ'ዩ ዘለዋ ብጣዕሚ'ያ ጽብቕቲ ኣብ ፊተይ ስለ ዝነበረት ውን ንኽጥምታ ኣይተጸገምኩን ብጽባቐኣ ተገሪመ ኣታ እዛ ኣምላኽ ዝከዳሉ እዚ ኩሉ ንበይና ግድን ክላለይ ኣለኒ ድማ በልኩ እዚ ናይ ጥምቀት ስነ ስርዓት መዓስ እዩ ዝውዳእ እናበልኩ ድማ ምስ ውሽጠይ ከጉረምርም ጀሚረ ምኽንያቱ ንሳ ኣብ ዝኾነ ሰዓት ክትከይድ ስለ ትኽእል። እንተኸይዳ ከኣ ክወጽእ ክሽገር እየ። ካብዚ ኩሉ ሰብ ከመይ ገይረ ክወጽእ? ምኽንያቱ ክርስትና ኣቦ ስለ ዝኾንኩ ከይትኸድ እንዳበልኩ ብስግኣትን ብጭንቀትን ሰዓታት ጸናሕኩ። እግዚኣብሔር ግዲ ከጣምረና ደልዩስ ክሳብ መወዳእታ ጸኒሓ ብዙሕ ሰብ ወጽዩ። ዝቑጸሩ ሰባት እዮም ተሪፎም። ኣነ ግን ከም ናይ እግዚኣብሔር ምልክት እየ ወሲደዮ። እቲ ስነ ስርዓት ተወዲኡ ኩሎም ይወጹ። ኣነ ብድሕሪት ተሪፈ ክዛረባ ኢለ ካብቲ ውሽጢ ቤተክርስትያን ንወጽእ እሞ ሰብ ከይርእየኒ እንዳ ተጠንቀቕኩ ሓፍተይ ኢለ ይጽውዓ ኣይሰማዕትንን ክትከይድ ትስጉም ኣርኪበ ብመንኮባ ትንክፍ የብላ እሞ ሓፍተይ ሰላም ዶ ይብላ ሰላምታ ቅድሚ ሕጂ ከም ትፈልጠኒ ኮይና ሰላም ኢላትኒ ገሪምኒ ግዲ ኮይኑስ ብድሕሪኡ ዝበሃል ጠፊእኒ ሱቅ በልኩም ከመይ ሰላም ዲኺ ኣነ እኳ ካብ መጀመርታ እንዳ ረኣኹኺ እየ ነይረ ደስ ዝብል መልክዕ እዩ ዘለኪ ብቅድሚተይ ኮይንኪ ከዓ ትደጉሕኒ ኢኺ ነይርኪ ብጣዕሚ ኢኺ ቆንጆ በልክዋ ከይሓባእኹ ናይ ውሽጢ ልበይ ነግራ ይቅሬታ ግን ሃንደበት ከምዚ ምባለይ ንዘይረብሕ ሰብ ከይትድምርኒ በልክዋ ኦ የቀንየለይ ሕማቅ ቃል ኣይተዛረብካን እንታይ ኢለሞ ሕማቅ ሰብ እዩ ክብል ትብለኒ ብዝኾነ ጽቡቕ ሌላ ካሌብ ይበሃል ኣነ ከኣ ሰምሬት ይበሃል ትብለኒ ጽቡቕ ስም ኣለኪ ሰምሪ ፍቓደኛ እንተኾይንኪ ቴሌፎን ክትህብኒ ይብላ ጸገም የለን ኢላ ቴሌፎና ትህበኒ ክሳብ ናይ ምሸት ክጽበ ዓቕሊ ስኢነ ይድውለላ ነዕልል ድማ ንኸዕልላ ብዙሕ ኣይከበደንን ብሓቂ እውን ትኸብድ ሰብ ኣይኮነትን፣ ምቕልልቲን ተጻዋቲትን እያ። ክሳብ ወጋሕታ ነዕልል ንባዕለይ ክሳብ ዝግረም እየ ኮይነ። እንታይ ዓይነት ጥምረት እዩ ደኣ እዚ ኢለ ድማ ንበይነይ ፍሽኽ በልኩ። ምስኣ ካብ ዝላለ ንደሓር እኳ ፍሽኽታ ካብ ገጸይ ኣይፍለን፣ ሕጉስ እየ ኮይነ። እዋእ ብዘይ ጓል ሄዋን ኣይንበርን ኢለ ድማ እሞ ኸኣ ከም ሳምሪ ዓይነት ሰብ ካብ ልበይ ንፈጣሪየይ ኣመስገንኩ። ምስ ሳምሪ ኩሉ ግዜ ኢና ነዕልል። ስለ ስርሓ ስለ ስድራ ቤታ ድማ ይሓታ። ኣብዚ ሕጂ ግዜ ኣቦኣን ኣዲኣን ብህይወት ከም ዘየለዉን ሰለስተ ኣሕዋታ እውን ከም ዘለዉዋን ትነግረኒ። ስድራኣ ብንእሽተይኣ ብመኪና ሓደጋ ከም ዝሞትዋ ትነግረኒ። እዋእ ብምንታይ ድኣ ትናበራ በልኩዋ ብምግራም። ነሕዋተይ ባዕለየ ዝናብየን ተምሃሮ ስለ ዝኾና ከኣ ዘድልየን ኩሉ ባዕለየ ዘማልኣለን። እንታይ እዩ ስራሕኪ በልኩዋ ደጊመ ንእሽተይ እንዳ ፍሩት ኣላትኒ ብኣይና ከኣ ንመሓደር ትብለኒ። ኣው ካብ ጽባቐኣ ንላዕሊ ጥንካረያ እዋእ ከመይ ዝበለት ጅግና ጓልያ ከይወለደት ኣደ ዝኾነት ኢለ ድማ ኣድናቖተይ ይገልጸላ፣ ክሕግዛ ከም ዝኾንኩ እውን ይነግራ። ብሓቂ ንዓኺ ስለ ዝተፋለጥኩ ዕድለኛ እየ። ነቲ ኣብ ልበይ ብዙሕ ግዜ ዝእልሾ ዝነበርኩ ረኺበ ኢለ ድማ ሕጉስን ዕጉብን ኮንኩ። ርክብና ጽቡቕ ኮነ። ብኣካል ክንራኸብ እውን ንቋጸር። ኣብ ቆጸራና ተራኺብና ጽቡቕ ግዜ ነሕልፍ። ኣብቲ ሽዑ ግዜ ምሳይ ተተሓድር ብጣዕሚ ደስ ምበለኒ። ብጣዕሚ ሃሪፈያ ግን ከኣ ካብ ልበይ ንቁምነገር ስለ ዝደልያ እንተሓቲተያ ከይትርሕቀኒ ወይ ኣብ ልዕለይ ዘየድሊ ጌጋ ስእሊ ከይትፈጥር ፈሪሐ ሓሳበይ ደው ኣቢለ ንገዛእ ከፋንዋ ናብ መኪና ክትድይብ ነገርክዋ። ንሳ እውን ወኪሑ ሸና ትብለኒ። ኣነ እውን ሓሳባ ኣይጸላእክዎን። ሕራይ ኢለ ድማ ብእግርና ንኸይድ ቁሩብ ስጉምቲ ምስ ወሰድና ብኢደይ ትሕዘኒ። ኦው ዝተሰማዓንን ክነግረኩም ኣይክእልኒ ዝኾነ ስምዒት እዩ ነዚርኒ ቁልሕ ኢላ ፍሽኽ ትብል። ኣብቲ ንኸደሉ ዝነበርና ቁሩብ ጽልምት ዝበለ እዩ ነይሩ። ብቕድመይ ደው ኢላ ቁልሕ ትብለኒ እሞ ናብ ደረተይ ጽግዕ ኢላ ሕቑፍ ተብለኒ። ክንደይ ኣጓላት ሓቒፈናኒ ግን ከምዚ ስምዒት ዘለዎ ሕቑፊ ግን ኣየጋጠመንን ኣነ ውን ሕቑፍ ኣበልክዋ ካሌብይ ወላ ሓንቲ ፈጠር ኣይትገድፈንን ኢኻ ምሽ ትብለኒ ንዓኺ ገዲፈሞ ናበይ ይኸብል ሳምሪ ሕጂ እኮ ትንፋሰይ ኮይንኪ ይብላ ኣብ መንገዲ ስለ ዝነበርና ሓደ ሓደ ዝሓልፉ ሰባት ተሰኪፋም ካብ ሕቑፋ ተላቕቐኒ ውይ ታይ ኣለዎ ተዘይትለቅኒ ሰምርየ ብጣዕሚ እየ ዝፈትወኪን ዘፍቅረክን በልክዋ ንሳ እውን ኣብ ሂወታ ከመይ ዓይነት ወዲ ከም ዘየጋጠማን ፍሉይ ብምዃነይን ትነግረኒ መቸም ናብ መንበሪ ገዛ በፂሕና ቻው ንበሃሃል ምልስ ኢላ ድማ ኣብ ምዕጉርተይ ስዕም ተብለኒ ሎማዓንቲ ብሰላም ዶኾ ክኣትየ ኢለ ድማ ብውሽጢ ሰሓቕኩ። ገዛ ኣትያ እውን ብቴክስት ቁሩብ ኣዕለልና። ክትድቅስ ምዃና ነጊራትኒ ትድቅስ። ኣነ ድማ ኣብ ስራሕ ደኺሙኒ ውዒለ ናብ ገዛ ኣትየ ጋደም ምስ በልኩ ሓደ ዓርከይ ይድውለለይ። ከም ዝደቀስኩ ብድምጸይ ስለ ዝፈለጠ ድማ ኣታ ደቂስካ ዲኻ? እዋ ገና ከሎ ንዓ ክጋብዘካ ይብለኒ። ክድቅስ ምዃነይ ነጊረዮ። በጃኻ ኣብ ጽቡቕ ሙድ የለኹን ንዓ ይብለኒ። ዋእ! ጽቡቕ የለኹን እንዳበለ ዶ ክድቅስ ኢለ ድማ ንራኻብ ሓንትላ ጽብቕቲ ገዛ ኣብኡ ዘላ ጓል ከዓ እንተትሪያ እወ ክትጽብቕ ሃነን እያ ተብለካ ይብለኒ ካብ ሳምረ እየ ድማ ከይትጽብቕ ኢለ ድማ ኮታ ንዑ ደስ ከብል ኢለ ይኸይድ እቱ ምስ በልኩ ናይቲ ገዛ ኢንተሪየር ዲዛይኑ ዋው ዘብል እዩ ክሳብ ሕጂ ዘይፈለጥክዎ ደኣ እዚ ዝመስል ገዛ በልኩም ኣቲና ኮፍ መበል ሒዝና ድማ ክንእዝዝ ወይተራት እንዳማዓደና ከለና እቲ ዓርከይ ነታ ሓንቲ ወይተር እታ ጽብቕቲ ናይ ብቐዳማይ ጓል ጸውዕያ ይብላ። ንሳ እውን ከይዳ ትጽውዓ። ኣነ ድንን ኢለ ሞባይል ሒዘ ስለ ዝነበርኩ እንታይ ክእዘዝ ምስ በለት ቅንዕ በልኩ። ብዓይነይ ዝረኣኽዎ ክኣምን ኣይከኣልኩን። ሕልሚ ድዩ ወይስ ጋህዲ? በልኩ። እታ ናተይ ዝበልክዋ ሳምሪ'ያ ነይራ። እታ ናይ ልበይ ንግስቲ ዝበልክዋ ሰንቢደ ዐው ኢለ ጠመትክዋ። ኣብ ትኣትዎ ጥፊእዋ ብሕፍረት ድንን በለት። ሳምሪ! ኣብዚ'ዶ ድኣ ትሰርሒ? ዋእ! እንታይ ትብል ኣለኻ? ኣበይ ትፈልጣ? ይብለኒ እቲ ዓርከይ። ክምልስ ዓቕሚ ኣይነበረንን። ንምንታይ ከም ዝሓሰወትኒ ጥራይ'የ ዝሓስብ ነይረ። ብጣዕሚ ሓሪቐ ይወጽእ እቲ ዓርከይ ድማ ብሕቶ የጨንቐኒ እታ ሳምሪ ዝበልኩኻ ኣፍቃሪተይ እዚኣ እያ ነይራ ይብሎ እዚኣ ኣመንዝረ እንድያ ኣታ ዓርከይ ንምንታይ ከይፈለጥካያ ልብኻ ተረክባ ይብለኒ በይነይ ክኾን ደልየ ኣለኹ ኢለዮ ገዲፈዮ ይኸይድ ሰንቢደ ገሪሙኒ ዘይተጸብኽዎ ሃንደበት ኮይንኒ ነቢዐ ዘይፈለጥ እኳ ነቢዐ ኣብ ህይወተይ ከኣ ክጻወሮ ዘይክእል ሓሶት እዩ እሞ ኸኣ ናተይ ዝበልክዎ ሰብ ኣመንዝራ እያ ማለት እዩ እንዳበልኩ ድማ ደጋጊመ ይጽውዓ። ብቴክስት መዓት ጽሑፋት ትሰደለይ እሞ ንኣሕዋታ ክትብል እቲ ህይወት ከም ዝኣተወቶ ትነግረኒ። ብስም ኣምላኽ እውን ትምሕለለይ። ክኣምና ኣይተጸገምኩን። ንኣሕዋታ በይና ከም ተዕብዮም ርእየ ስለ ዝኾንኩ። ሕጂ ርክብና ከመይ እዩ ክኸውን ኢለ ድማ ብዙሕ ይጭነቕ። የፍቅራ'የ፣ ብድሕሪኣ ከመይ ኢለ ህይወት ክሓስብ። ግን ከኣ ክብሪ ስድራይን ስድራይ ብርግጽ ክጽለሉ እዮም። ምስኣ ሓዳር ክገብር እንተ ኢለዮም እንታይ ክውስን ከም ዘለኒ ሓርቢቱኒ እዩ ዘሎ። እቲ ዓርከይ እሞ እዚ ሓሳብ እንድሕር ዘይገዲፍካዮ ኣይፈልጠካ ኣይትፈልጠኒ ኢልኒ ኣብ ሂወተይ ኣብ ከምዚ ዓይነት መዋጥር ክኣቱ ኢለ ሓሲበዮ ኣይፈልጥን ብጣዕሚ እየ ተጨኒቀ ዘለኩ ንምውሳን ኣብ ዝተጸገምኩሉ ደረጃ እየ በጺሐ። ሰላም ክቡራት ተኸታተልቲ ናይ ዝሓውና ታሪኽ ከም ዝሰማዕኹሞ እዩ ከምቲ ልሙድ ምኽርኹም ኣብ ኮሜንት ክትገድፉልና ድማ ብኽብሪ ንዕድመኩም ከምዚ ዓይነት ሓቀኛ ታሪኻት ንኽትረኽቡ ድማ ነዚ ቻናል ሰብስክራይብ ብምግባር ቤተሰብ ኩኑ።